ገዛኺ ድማ ክፅብቕ ማለት እዩ ፍዮሪ ክትፈትሒ ከመስለኒ ብጣዕሚ ከም ካልኣይ ህብኻ እምበር ንስኻ ከ እንታይ ኢኻ ትፈቱ ኣባኸ ፅብቕቲ ጓል ከም ባይ ትበለኒ ምስ ጫማ ይሓድር
ምስ ጫማኺ ካብ ትሓድሽ ምሳይ ዘይትሓድሪ

መን ዳሞ ወሲድዋ? ያንዲ ዕያኽ ኣታ ኻንሸሎ ያኽ ሰብ የለን ዲብዚ ኻንሸሎ ኣነ የወሰድኩን ሬድዮ ናትኩም። ብጀካኻ ሰብ የለን ኣብዚ ኻንሸሎ ድሰርቕ እብለካ ኣለኹ። እዋ ኣነ ሰራቂ እየ? እወ።
ኣታ እታ ሓዳርና ከምዚ ኢልካ ትኹና ዲኻ ዋይ ዋይ እንታይ እሞ ክገብር ኣንጠረጽ ንሓወይ እንታይ እሞ ክገብር እየ ዘይትርጥርጦ ዋይ ኣታ ዓዋን ዶይ ሎሚ መርዓ ሰሊጥንስ ዘይትሩጥሩጦ ክትብለኒ? ኣታ ከምዚ ናትካ ድኣ ኣነ ዓሰርተ ግዜ ምስ ተመርዓኹ እንዶ። ትፕ ሃምቦቂጣ ቶርታ ስለ ትፈቱ ዲኻ ዓሰርተ ግዜ ምስ ተመርዓኹ ትብል ዘለኻ? ክኣተኻ ከለኻስ እኽሊ ከተጥሕን ሃየንታ እኳ እያ ሃየንታ። ኣታ ኣይምልከተካን እዩ ወላ በርበረ የጥሕን። ቶርታ ከይበላዕካስ ክንድዚ ልኡኽ ኣሎይ? ኣንታ ንዓኻ እንታይ ሓበጠካ ሱቕ ደይትብል። ኣደንጊጽካኒ። ኣታ ኺድ ንነብስኻ ደንግጸላ ስዑው። ዋዕ ነዴኻ ክንድዚ ዘይተላኣኽካያስ ንሰበይትኻ ክንድዚ ተብተባለይ። ይዘርጥ ኣይምልከተካን እዩ ኣይትፈልጥን ዲኻ ኣንስቶም ደፍርሖኦም ሰብኡት። ናይ ኣለኻ እንዶ ብዚ ቅድመይ ግትር ኢልካ። ኣነ ዶ ኣንታ ናውቲ ነብስኻ ፋሕፋሕ ከብለካ እየ። ሕበር። ኖኖ

እዚ ዲጋ እንታይ እዩ ግጥሚ
በዚኣ ደርፊ ተውፅእ
ኖርማል እዚ በዓል ፈለታይ ግጥሚ ብዙሓት ገደስሉ ጥራይ ክሊፕ ክኾን ኣለዎ ክሊፕ ሓንቲ ካብተን ናይ ቲክቶክ ዘለዋ ኣጓላት ሓንቲ ሃምቦስ ዘለዋ ተምፂኻለ ወዲኦ ኣለኹ ኖርማል ማለት ሰብሲ ኣብ ደርፊ ይኮነን ዝግደስ ዘሎ ንሆም ዓርከ ዝለን ዝብል ማለት እዩ ብሰንኪ ወይ ሓንቲ ፅቡቕቲ ጓል ታልዮ ወይ ሃምቦ ፈለ ታልዮ መብዛሕትኡ ንዕኡ እዩ ዝመፅእ ኣብዚ ቅድሚት ናይ ስክሪን ቅድ ኣቐሚ ተቢካሎም ኣወዲካ ኣላ ኩሉስ ንዕኹ እዮም ዝኽድ ኖርማል ናይ ናይ ኮሚ ናይ ግጥሚ ኣይትሰከም በዚ ምናሓታ
ሄሎ ቲክቶክ ሓንቲ ሓኪያ ሓኪያ ኮመ ሓንቲ መምህር ንሓደ ተምሃራይ ሕቶ ተሓቶ ሰለስተ ረጋ ቤት ኣብ ስልኪ ናይ ኤሌክትሪክ ነይረን ሓደ ሃዳናይ መፅኡን ሓንቲ ካብአን ድሕሪ ኣውዲቑ ክንደይ ተርፋ ኢላቶ ሃዳናይ ምስ ተኮሰ ነቲ ሓንቲ ከውድቃይ ተን ክልተ ከነ ተኩስ ሰምዐን ካብ ድማ ስለ ዝኾና ወላ ሓንቲ ተርፍኒ ኣይለዋ ማለት እዩ ንሳ ከዓ ኖኖ እዚ ቁፅሪ ስለ ዝኾነ ሓንቲ እንድሕር ወዲቓ ክልተ ተርፋ ማለት እዩ። ኣተሓሳስባኻ ግን ኣይጸላእክዎን ኢላቶ። በል ኣነ ከኣ ሓንቲ ሕቶ ክሓተኪ ኢሉ ኣሸስ። ሰለስተ ኣዋልድ ጀላቶ በልዓ ነይረን። እታ ሓንቲ ትልሕሶ፣ እታ ሓንቲ ትጉርምጮ፣ እታ ሓንቲ ከኣ ትጠቦ ነይራ። ካብዘን ሰለስተስ ኣየነይቲ እያ ምርዕውቲ ኢሉ።

ወዲ ሽኮይ ኣበይ ትከዳ ኣለኻ ሞ ምጻ ምጻ ምጻ ምጻ ቅድመይ ከድካ ካለኻ ኣብታ ፕሊስ ጠዎ እነ ልቢ ጠዎ ኪደ ሄሎ ሄሎ ዴቭ ዓርገ ረቢ ኣብ ሰሪ ሰላም እንዲ ክብረተይ ሓሎ ቤላ ኣታ ስምዓኒ እንዶ ያ ፊዲ ዳታ ዲልኒ ዴቪድ ዶና ኣጀይቡ ገለ እንዲልኒ

ሰናይ ዲኺ ህይወት ዴቭ ዓርከይ ሞሆም ዶ ይግበር ያኽ ደይ ትድውለለይ ገለ
ገንዘብ ከለካ ዲሞ ዋላ ክሰደልካ
ጠዋል ዴቭ ዓርከይ ጠዋል ግን ከምኡ ይግበርን ያኽ
ኦኬ በቃ ባይ ስማዕ እንዳ ዓርኩ ድሕሪ ገለ ዓመታት ኣብ ህይወትካስ እንታይ ለውጢ ክትርኢ ትደሊ ኣምላኽ ተፈቒድዎ ደኣ ምሻለካ ከም ዝዳራን ሰብ ገንዘቡ ከም ዝዳነስነሰ ዝኸይድ ገለ እወ ያኽ ወናኒ በዓል ዓይቢ ትካል ገለ በቃ ከምኡ ኢዩ ክኸውን ዝደሊ ከም ፋዘር ያኣኽ። ባእ እንታይ ትብል ፋዘርካ ዳህራን ድዩ ኖእ ዋላ ንሱስ ከምኡ ኢዩ ክኸውን ዝደሊ ን መጻኢ ክልቴናስ ሓደ ኢዩ ሕልምና።
ስምዕኒ ኣቲ ወለላ ረሲኽዮ ዘሕለፍክዮ ናብራ ኣብ ጸገማት ሽግር መከራ እንዳ ነባዕትኪ ድርሰልኪ ነብዐትኪ ኣጆኺ እንዳ በልኩኺ ተስፋ ዝህበኪ ስለምንታይ ሎምዓልቲ ኣብ ተልማተይ ትውዕሊ። ኣነ ሕጂሲ ኣይወለድኩን ዕስራ ዓመት እየ ኣነ ብእውነት እፍሬም ኣታ ነዚኣ ከይትምስክር ዶ ጠፊኻ እታ ወዲ ዛዕብዲት ዓሚ እየ ሳላሳ ገይረ በለ ዓሚ ብእውነት ኣይወለድኩን ስማዕ እንዳ ክሓተካ ብወረዲ ብገለ ኣይፈለጥኩን ግን እዚ ቦታሲ ከምዚ ተመን ገለ ኣሎ ዝበሃል ኣዑዙ ቢላህ ኣዑዙ ቢላህ ንምንታይ ዘኪርካዮ ኣብዚ ቦታ ብዙሕ ብዙሕ ኣትማን ኣሎ ብዙሕ እንታይ ትብል ኣትማን ብዙሕ ወኸማን ገበል ኣሎ ኣቤት ገበል በል ኣኽለካ ሱቕ በል ሕጂ ድሓን ውይ
ኣሰለት ትፈልጣ ኣሰለት
ኣሰለት ከጓል መን እያ ኣሰለት ሓፍታ ንገበል ምስኦም እንታይ እያ ትገብር እዚኣ ኸታ ኣሰላት መርኤ ገርካ ጃሚራ ኣብዚ ናፍስኻ ኩላ ተጠባሊላ ተጠባሊላ ኣብዚ ክሳትካ እንዳወደየት ኣንፍካ ኣብኡ ትኣቱ ኣፍንጫካ ወዳምካ ማጥያ ማጥያ ባስ ኬን ኑት ሜትሮ ኣብኡ ትድርብያካ ኣሰላት ባስ መስኪን መስኪን መስኪን ከምዚ እንድሕር ጌራትካ ዳ እንታይ መስኪን ካልእ ወላ ሓይ ትገብርን ባስ መስኪን ትለምዶ ዋ ወንሕና እውን ለሚድናዮ ዋ

ማይ ምን ኣይኣትወትን በዓል ገደደ ገደደ ስረይ ተቐደደ ሰብኣየ ርኢኒ ዒደያ ኢልኒ እምቢ ኢለስ ስጋ ሸውዓተ ሸጣን ዝርኣይስ ጃዕ ጃዕ ገብ ኣይብለንን ኣነ ኸስ እንታይ ዓይነት ሰብኣይ ሒዘ እየ ዝብልካ ኣነስ ኤረትራዊት እየ ኣነስ ክብል ከኣ ሓፈሻ ብጠቕላላ እየ ዝብለኩም ሲ እንኳዕ ተረፈኒ ኣብ ሳሎና ይሕጉስ ኣብ ዓራታ ይሕጉስ ወይለይ ዓራት ከሱ ድዩ ደንጽፎ ኣይፋሉን ክንጸፈኒ ከለባ ከይደ ደኣ ከይደ
ኣንታ ጊል ሓወይ
ስባቱ ንዓኺ ትውጋሕ ጥራሕ ክርእየኪ ትውጋሕ ጥራሕ ክርእየኪ እየ ንዓኺ ኣነስ እንታይ ደሃይ ኣጥፊእኻ እኳ ኢለካ ደሃይ ኣጥፊእኻ እወ ወይለከ ምስ ወግሐ ክነቁርሰካ ዶ ብሉኒ ኣለዉ ክንቆራርሰካ ኢና እኳ እዮም ዝብሉኒ ደለዉ ኣንታ በዛ ሕሩስ ሕሩስ ጌርና እንዶ ሞልዓናይ ንብተኽ ኣንቲ ኣብ መገዲ ዝረኽቡና ዛብእ ከንታ ክንብል ኢና ካብ ናይ ደገ ዛብእ ስዞም ናይዛ ውሽጢ ገዛ ዛብእ ሕሹና ተኻፊሎም ብልዑና ኣንቲ ከክልቲኦም ክሕዙና ከም ዘለዎም ክንምደቦም ኣለና እምበር ኣርባዕቲኦም ናባይ ከይመፁ ተውሳኸ ኣነታ ክብሎ መንዳ ክዝበጠርኪ ወይለከ ድዒ ፅቆሊ ሃይ ፅቡቃት ደስ ክብለኩም ደልየ

ግድሞኒ ኣብቲ ገረብ ሽኾርለ ገለ ኢልዎ ሽዑ ሰኺልካ ኣውፅኣ ኢልዎ እቲ ቆልዓ ሸኺሉ ኣውፅዎ ማለት እዩ ሶ እንታይ ኢልዎ ሽዑ እቶም ኣቦ ረእይዎ ይቕረ ትብለሎም ትኽእል ኢኻ ክሓድጉልካ ይኽእሉ እዮም ግን እቲ እቲ ቂምታ ግና እቲ በስ እቲ ቂምታ ግን በሰር ኣለዎ ኣብቲ ገረብ ኢኻ ያለካ ዶ ኢልዎ ኣብቲ ገረብ በሰር ኣለዎ እቲ ቂምታ ካና ኣብቲ ሰብታ ከውን ውሽጡ በሰር ክተርፍ ይኽእል እዩ ሶ ፕሊስ